ሰላም ሰላም ዝኸበርኩም ተኸታተልቲ ስቶር ፕሮዳክሽን እንቋዕ ደሓን መጻኹም ናብ ቻነል እምበኣር ሎሚ ኸኣ ንዓኹም ንምሕጓስ ንዓኹም ንምዝንጋዕ ኣብ ስራሕኹም ኣብ ማኪና ጉዕዞ ኣብ ኩሉ እንዳኸድኩም ትሰምዕዎ ላቭ ስቶሪ ዛንታ ክልተ የዕሩኽ ብሓውና ፊሊ ወዲ ባርጆ ቅድሚ ሕጂ ስደት ዝፈተኖ ፍቕርን ኣነ ጠላም ድየን ካልእን ኣብዚ ቻነል ዘቕረበልና ክትርኸልኩም እየ ሰናይ ምክታል። ቅድሚኡ ግን ፕሊስ ሳብስክራይብ ግበሩ ነዚ ቪድዮ ከኣ መታን ናብ ኩሉ ክበጽሕ ላይክ ሃብዎ ሕቶ ነቐፌታ ርእይቶ ተሃልዩ ከኣ ኣብ ኮመንት ክትጽሕፉልና ናእዳ ወይ ድማ ምትብባዕ ናትኩም ኣይፈለየና ሰናይ ምክታል ቀዳማይ ክፋል ከም ዝስዕብ እቐርብ።
ዛንታ ክልተ የዕሩኽ ጸሓፊ ፊሊ ወዲ ባርጁ ሳሙኤል ዕሩቕ ክንሱ ናይ ዕሩቓት ዘይብሉ ኣነ ኣነ በሃሊ ዝነበረ ዘይናቱ ደላይ ጨካን ኣራዊት ናይ ሰብ ፍጥረት ዘይብሉ ስሱዕ ፍጥረት እዩ ነይሩ። ምስ ዳኒኤል ብኸመይ ተዓራሪኾም ንሙሉእ ዓዲ ዘገረመ እዩ ነይሩ። ዳኒኤል ሃፍታምን ለባምን እዩ ነይሩ። ሃፍታም ዝገበሮ ተግባር ዘይገብር፣ ትዕቢት ዘይብሉ ፈታዊ ሰብ እዩ ነይሩ። ንማንም ሰብ ከም ነብሱ የፍቅሮን የኽብሮን። ንዓርኩ ንሳሙኤል ድማ ልዕሊ ነብሱ ይኣምኖን የፍቅሮን የኽብሮን። ሓደ ግዜ ካብ መዓልታት ሓደ መዓልቲ ሳሙኤል ንዳኒኤል ብዛዕባ ኣፍቃሪቱ ኮፍ ኣቢሉ ከዘራርቦ ከምዚ በሎ። ስማዕ እንድዳ ንዓርከይ ምስ ዛራህዋ ከመይ ከመይ እዩ ርኩብኩም ማለተይሲ ደድሕራኻ ዘጉያ ዘሎ እንታይ ምዃኑ ፈሊጥካ ክትህሉ ተስፋ ይገብር ድሓር ከኣ ምሳኻ ትኸይድ ጓል ኣይኮነትን በጃኻ ኢለካ ኬም በላ ምስ በሎ ዳንኤል ተገሪሙዩ ክምልሰሉ ጀመረ። ዋእ ሳሚ ናይ ብልእ ባህርያ ትሓተን ዘልካ ኣገሪምካኒ እኮ እንታይ ደኣ ከምዛ ዘይትፈልጥ ኮንካ ትሓተኒ ምስ ራህዊተይ ስርክብና ከመይ ከም ምዃኑ ጠፊእካ ማለት ድዩ በል እንዳፈለጥካ ድኻ ትሓተኒ ዘለኻ ወላስ ከይፈለጥካ ብጣዕሚ እንደ ተገሪመ ዘለኹ ግን ምስ ራህዊተይ ፍቕሪ እምበር ካልኦ ወላ ሓንቲ ዘራኽብ የብልናን ግን እንታይ ዝሰማዕካዮ ኣሎ ድዩ ማለተይሲ ማዕረ ክንዲ ዝተገዲስካ ክትሓተኒ ዝኸኣልካስ ብዛዕባ ራህዊተይ ገለ ዝሰማዕካዮ እኻ ትመስል። ደድሕራኻ ዘጉያ ዘሎ እንታይ ምዃኑ ፈሊጥካዮ ኣለኻ ዲኻ ትብለንስ እንታይ ከየጉያ ስለ ዝተሰከፍካ ኢኻ። ንራህዊተይ ፍቕሪ የጉያ ንዓይ ድማ ፍቕሪ የጉየኒ። እዛ ዝተዛረብካያ ዘረባ ሳሚ ዓርከይ ኣነ ይነግረካ ኣለኹ ካልኣይ ግዜ ከይትደግመለይ። ኣነ ክንዲ እቲ ዝፈትወካ ከይጸላእካ ብራህዊተይ ዝመጸኒ ከም ዘይፈቱ ኣጸቢቕካ ልዕሊ ሰብካ ንስኻ ትፈልጥ ኢኻ ሕጂ ግን ዘረባ ኣና ካልእ ከይኸዳብ ዘይኣኽለና በጃኻ ግደፈና ሳሚኤል ዝሰንበደ ክመስል ኦ ኣይተሕረቐባሞ ኣነ እኮ ስለ ዝሓለኹልካየ እምበር ካልእ ኣይኮንኩን ኢሉ ድሕሪ ናይ ልሳን ዘረባ ብውሽጡ ክዛረብ ጀመረ ኣሃ ኢለ ዓሚቕ ትንፋስ ኣስተንፊሱ ኣይፈለጥካን ኣለኻን መን ምዃነይ ከርእየካ እንድየ መርከብ ዝውሕጥ ጉድጓድ ተዳሊልካ ከም ዘሎ ራህዋ ናትካ ኮይና ማለት ሳሚኤል ኣይተወለድኩን ማለት እዩ ኢሉ ብውሽጡ እከይ ሓሳባቱን ፈኸርኡን ከየወደኣ ከሎ ዳኒኤል ብዛዕባኡ ይሓስብ ከም ዘሎ ኣይተረድኦን ግርህ ኢሉ ድማ ሓቲትዎ እሂታ እንታይ ደኣ ብሓሳብ ተዋሒጥካ ክንዲ ዘሕስበካ ዘሎ ደኣ ናይ ደሓን ድዩ ፈኹሰካ ድየ ደኣ ኣነ እንዳ ተዛረብኩኻስ ካልእ ትሓስብ? በሎ ሳሚኤል ካብቲ እከይ ሓሳባት ተባራቢሩ ወታእታእ እንደበለ። እህ ኣይሓሰብኩን ኣታ ዳኒ፣ ዝሓስብ ዘለኹ ኮይኑ ድዩ ተሰሚዕካ? ምሳኻ ከለኹስ ኣብ ሓሳብ ክኣቱ ዘይሕሰብ ግዳ ናበይ ገጽካ ኢኻ ኣነ ክገድፈካ ሕጂ ንገዛ ክኸይድ እሞ ንእሽቶ ስራሕ ከኣላትኒ በሎ'ሞ ብኡ ተፈላለዩ። ዳንኤል፣ እወ'ወ፣ ንዓ ኺድ፣ ኣነ ኸኣ ናብ ራህዊተይ'የ፣ ደዊላትለኪ ኰይነ ነይረ ዓንተወይ፣ ኣይነገርኩኻን ምሽ? ኢሉ ዝዀነ ሕማቕ ክሓስብ'ዩ ከይበለ ናበይ ምዃኑ ነገሮ። ሳሙኤል፣ ኣይነገርካንን ምስ ራህዋ? ኢሉ ሓቲቱ መልሱ ከይተጸበየ ብውሽጡ ዝሓስቦ ሰይጣናዊ ሓሳብ ሕጂ'ውን ክለዓለይ ጀሚሩ። ቈጸራ ድዩ ዝበለ? ቆጸራ ኣለካ በል ደሓን ተጸበየኒ ጥራይ እንታይ ከም ዝገብረካ ኣነ ሳሚኤል ኣነ ኢሉ ክፋነዎ ተሃወኸ በል እስከ ቻው ደሓር የራኽበና ቦሎ። ራህዋ ኣብ ዝተቋጸርዎ ቦታ ኮፍ ኢላ ልዕሊ ሰዓት ምሉእ ዝኸውን ተጸብያቶ ደንጉይዋ ረብሪባ ክትከይድ ብድድ ኢላ ምስ ተበገሰት ዳኒኤል በዚ መጺኡ ዘይበለቶ ሃንደበት ደበኽ ኢሉ'ዩ ዝመጽኣ። ዳኒኤል ዝኾነ ዘረባ ከይተዛረበቶ ይቕረታ ፍቕረይ ደንጉየኪ ምሽ በጃኺ ትሓዝለይ ራህዊተይ። ሰዓት ቆጸራና ሓሊፉ ምስ ረኣኹዎ ዝመጻኹዎ መጸጸ ክነግረኪ ኣይክእልን እዩ እዚ ኩሉ ሓላፊ መገዲ እንታይ ኮይኑ እዚ ወዲ ቀትሪ ምድሪ ክንድዚ ዝጎይ እንዳበለ ተተጠውዩ ጠሚትኒ ግዲ ከይገበርኩሉ ከይዕረፍኩ ብጉያየ ኣብዚኣ በጺሐ ምስ በላ ራህዋ ዳንኤል ምጽእ ኢሉ ከም ክብረት ሓሲብዎ ተንበርኪኹ ይቕረታ ብምሕታቱ ራህዋ ጽቡቕ ኣይተሰምዓን ዋ ዳነይ ሕራይ በል ተስእ ይቕረ ይኹንካ ተንበርኪኽካ ክርእየካ ኣይደልን እየ ጸላኢና ይበርከኽ ግን ሓቂ ንገረኒ እንታይ ክትገብር ኢኻ ደንጊኻ ኢላ ሓተተቶ ዳኒኤል ሳክት ስቕ ኢለ ትራህዊተይ ናባኺ ኢለ እንዳተበገስኩ ከለኹ ክዳውንተይ ቅይሪር ምስ ኣበልኩስ ሃንደበት ሳማ ዓርከይ መጺኒ ክሳብ እዛ ጥቓ ገዛኦም ከኣ እንዳዕለልና መጺና ሃንደበት ሰዓት ርእይ እንተበልኩስ ካብቲ ዝተቋጸርናዮ ሓሊፉ ካብኣ ዝጎየኹ እነህልኩኸይ ኣብዚኣ ደበኽ ኢለ ደሓር ከኣ እዛ ሰዓት እዚኣ ሓደ ሓደ ግዜ ገለ እዩ ዝኸውን ራህዊተይ ከምዚ ስጋ ዝረኣየ ዝብኢ ስቕ ኢሉ ዝጎዩ በቃ ቧእ ኢሉ ናይ ምምራር ዘረባኡ ተዛረበ ራህዋ ሳሙኤል ዝበሃል ሰብ ክለዓል ከሎ ነብሪ እያ ትቕየር ኩሉ ኩነታቱ ባህ ኣይብላን እዩ ግን ትገብሮ ኣይነበራን ዓርከፍቃሪኣ ብምዃኑ ጥራይ ስቕ ይሓይሽ ኢለያ ስቕ ትብል ነይራ ዳኒኤል ምስኡ ከዕልል ንዓኣ ብምድንጓይ ግን ብጣዕሚ ሕሪቕዋ ከም ዝበለቶ፣ እዋእ ዳነይ ናይ ሰዓት እሞ ግደፎ ነቲ ሰብ መዓርከ ትብሎ ዘለኻ ሰብሲ ናይ ብሓቂ ዲኻ ኣሚንካዮ ዓርከይ እዩ ኢልካ ምስኡ ትጓዓዝ ዘለኻ? ኣንታ እዞም ኣቦሓጎታትናስ ሓቆም እዮም እባ ዓሻ ጽቡቕ ኣሎ ዘመድ ዓሻ ግን ከፊእዎ ኣሎ ኢሎም ክምስሉ ዳነይ በል ክትፈልጥ እዚ ሳብ መዓርከይ ትብሎ ዘለኻ ሰብ ከምቲ ንስኻ ጽቡቕ ትሓስበሉ ንዓኻ ጽቡቕ ዝሓስበልካ ከይመስለካ ኣነ ከም ራህዋ መጠን ክብለካ ዝደሊ ንዓርክኻ ብማዕዶ ኮይንካ እንታይ ይሓስበልካ እንታይ ይምነየልካ ኣስተውዕለሉ ሽዑ ኩሉ ጽቡቕ ገይሩ ክበርሃልካ እዩ ኢላ ተረርቲ ቃላት ወርወረትሉ። ዳንኤል ክልቲኦም ራህዋን ሳሚኤልን ኣብ ሓደ ዓይነት ሙድ ምህላዎም እንዳተገረመ እዩ ንራህዋ ክሓታ ጀሚሩ። እዋእ ራህዊተይ እንታይ ዝሰማዕክዮ ደለክዩ መዓር ክንድዚ ትምዕድን ደኣ ወረ ከመይ ከመይ እዚ ነገር ንሱ ዝዛረቦ ካልእ ንስኺ ትብልኒ ዘለኺ ካልእ እንታይ ኣሎ ድዩ ካባይ ዝሓበ ነገር ወይስ ተኸወለኒ ራህዊተይ በጃኺ ንገርኒ ኢሎ ንኽትነግሮ ትረቦ ተረበጸ። ራህዋ ኣቐዲሙ ንዳንኤል ከእምኖ ብምፍታኑ ሓሪቓ ርእሳ እንዳነቕነቐት እያ ክትዛረብ ተገዲዳ። ኣሃ ጉድኺ ይቅላዕዶ ሓስየ ሓስዮ ከዘራርበካ ክመልኣካን ጸኒሑ ዳነይ ትማል ቴለፎን ደዊሉለይ ነይሩ ብዙሕ ድማ ዘድልን ዘየድልን ተዛሪብኒ ሕጂ ኣብዛ ዘለናዮ ህሞት ግን ኣገዳሲ ኣይኮነን ኣነስ ዝስምዓኒ ዘሎ ግን ዳነይ ትኣክል ምስዛ ሓደ ዘይረብሕ ሰብ ምትዕርራኽካ ብጣዕሚ እዩ ዘሕዝነኒ ኢላ ስምዒታታ ገለጸትሉ። ዳኒኤል እዋእ ራህዊተይ ናብ ቴለፎንኪ ደዊሉ ተዛሪብኪ እሞ እንታይ ኢልኪ ፍቕረይ ንገርኒ እባ ቁሩብ ብዛዕባ እንታይ እዩ ተዛሪብኪ በላ ራህዋ ሕማቕ ዘረባ ምዃኑ ኣብኡ ከላ'ያ ከተረድኦ ፈቲና ኣታ ዳነይ እንታይ ክትሰምዓሉ ኢኻ እሞ ንግደፎ ደሓን ካልእ መዓልቲ ክነግረካ እየ። ኣነ ብሰንካ ተባኢሶም ተፋላልዮም ክበሃል ኣይደልን እየ። ኣነ ከኣ ይነግረካ ኣለኹ ሳሚኤል ደላዪ ጽቡቕካ ኣይኮነን። ካብ ቀሪብካ ምስኡ ተጣቢቕካ ምኻድ ብማዕረ ኮይንካ ኣስተውዕለሉ እሞ ካብኡ ኩሉ ክፍኣቱ ክበርሃልካ እዩ ይብለካ ኣለኹ ዳነይ። ሕጂ ብዛዕባ ፍቕርና ነዕልል። ኣይናፈቅካንን ዲኻ? ኢላ ካብቲ ዘረባ ኣውጽኣቶ። ዳኒኤል፣ ናፊቐኪ እምበር ኤርትራዊተይ፣ ተዘይናፍቐኪ ደኣ ከም ጽሉል ቀትሪ ምድሪ እዚ ኩሉ ህዝቢ እንዳረኣየኒ ደምበርበር እንዳበልኩ ምመጻኹ። ንዕናይ ግዳም ስሕና ከይተመሳሕኹ'የ መጺኤ ዘለኹ ምስ በላ፣ ራህዋ'ውን ንዕኡ ክትጽበ ሰዓት ምሉእ ብዘይ ወላ ሓንቲ ነገር'ያ ኮፍ ኢላ ተጸብያቶ። ማለት ንባዕላ'ውን ጠምያ'ያ ነይራ። ንዓኒ ሕራይ ኣነስ ተኻኢለ እንድየ ዘለኹ። ኢላቶ ተታሓሒዞም ድማ ናብቲ ብ ጥቕኦም ዝነበረ ዓብዪ ርስቶራንት ከይዶም እንዳተመስሑ ውራይ ዕላል ፍቕሮም ገበሩ። ሳሚኤል ዳኒኤል ናብ ራህዋየ ምስ በሎዩ ንገዝኡ ክኸይድ ዝሓሰቦ ሓሳቡ ቀይሩ ደድሕሪ ዳኒኤል መጺኡ ክከታተሎም ጀሚሩ። ካብኦም ናይ ቁርብ ርሕቐት ዘለዎ ከባቢ ርሒቑ ኮፍ ኢሉ ክከታተሎም ድሕሪ ምጽናሕ ተታሓሒዞም ናብቲ ሪስቶራንት ምስ ኣተዉ ንበይኑ ክዛረብ ጀመረ። ኣስናኑ እናነኸሰ ድማ፣ እህ! ዳኒ እሙን ዓርከይ ብምዃንካ ቁሩብ ይሓዝነልካ'የ፣ ግን እንታይ ይገበር ጉዳይ ፍቕሪ እንድዩ፣ ካብ ራህዋ ፈቲኻ ከይፈተኻ ከርሕቐካ'የ ኢሉ ዘረባኡ ወደኤ። ዳኒኤል ምስ ራህዋ ትዝንግዕ ውዒሎም ንገዛ ሒዙዋ ከይዱ። ኣብ ኣፍደገ ገዛ ምስ ኣብጽሓ፣ ራህዊተይ ንዕበሊ እተዊ ገዛኺ ኣነ ከኣ ክኸይድ፣ ማዘር ከኣ ከይትሻቐል ምስ በላ ራህዋ ንዘረባ ዳንኤል ኣይተቐበለቶን። እዋእ ንዓና ኢቶ ኣብዚ በጺሕኻስ ንማማ ሰላም ከይበልካያ ገዛ ከይኣተኻ ክትምለስ? ዳነይ እስከ ስቕ ኢልካ ንዓናይ በጃኻ እቶ በለቶ እሞ ዳንኤል ኖ ራህዊተይ ከምኡ ኣይኮነን ሕጂ ክኸይድ እሞ ጽባሕ ወይ ድሕሪ ጽባሕ ግን ግድን ኣብዚ ገዛኹም ኢና ክንዕልል። ቡን እናሰተና ምስ ማማ ኣዝናብ ድማ ጥጥዑም እንዳዕለልና ክንውዕል ኣይሓይሽን? በላ። ንማማ ዝናብ ከኣ ምስቲ ዕላል እዚ ናይ ክልቴና ዘለናዮ ህይወት ሕውስ ነብላ። ኢሂ! ከምዚ ኣይሓይሽን? ኢለ ሓተታ። ራህዋ ሓሳባት ናይ ዳኒኤል ኣይነጸገቶን። ጽቡቕ ሓሳብ እዩ ዳነይ፣ ተቐቢለዮ ኣለኹ። እታ ንማማኺ ከኣ ምስቲ ዕላል ዘለናዮ ህይወት ናይ ክልቲና ከኣ ንሐውሳ ዝበልካያ ግን ኣይተቐበልክዋን። ምኽንያቱ እንድዒ ንዓይ ኣጸሊልካኒ ዘለኻስ ንማማይ ከኣ ከይተጸልላ ኢላ እንዳሰሓቐት እያ መሊሳትሉ። ዳኒኤል እዋእ እንዳ ሰሓቐ ይመሊስላ። እዋእ ራህዊተይ ሎምስ ሓሚምኪ ክመስለኒ፣ ነታ ኣደ ኣፍቃሪተይ ደኣ እንታይ እንዳ በልኩ'የ ዘጸልላ? ደሓር ከኣ እዚ ጸሊልካኒ ዝበልክዮ ዘረባ ኣይተረደኣክን እምበር፣ ኣነ ኣይጽሉላይ ጥዑይ ተቐይረ ዘለኹ። ሕራይ? ኢሉ እንዳ ሰሓቐ ተመለሰላ። ራህዋ ናይ ቀጨት ዘረባ'ያ ክትምልሰሉ ጀሚራ። ሚሽዶ ደሓን ወደይ ኣታ ንዓ በል ኪድ እንድሕር ዘይትኣቱ እንተኮንካ ደኣ እዞም ጎረባብትና ከኣ ዘይተፈስወ እንድዮም ዝጨኑ ጽባሕ ንግሆ ገለ ከየምጹልና በሎቶ እሞ ዳኒኤል እወ እወ ሓቅኺ ኣነኸ መን ራህዊተይ ኮንክምኒ እምበር ኣብ ኣፍደገ ጠጠው ምባል ኣይፈቱን እየ ኪድ በል እተዊ ቻው ብሩኽ ምሸት ጽባሕ ንዳዋወል ኢሉ ኣም ግንባራ ሲዒምዋ ኣንፈቱ ቀይሩ ንገዝኡ ተመርቀፈ። ሳሚኤል ለይተ ብዓራቱ ኮይኑ ብዛዕባ ዳኒኤል እንዳሓሰበ ከሎ ለይቲ ምድሪ ድቃስ ኣብይዎ ኮፍ ኢሉ ክሓስብ ጀመረ። ብውሽጡ ድማ ከምዚ በለ። እንታይ እንተገበርኩ ይሕሸኒ ዳኒ ዳኒ ሓንቲ ዕድል ክህበካ እየ ብሰላማዊ መንገዲ ክትርሕቀለይ እንተኽኢልካ መርሓባ እንተዘይኮይኑ ግን ኣነ ሳሙኤል ኣነ ካብ ሎሚ ዓርክኻ ዘይኮንኩስ ቀዳማይ ደመኛኻ ክኸውን እየ ምኽንያቱ ፍሉጥ እዩ ኣይርሕቕን እየ ክትብለኒ ኢኻ ኣነ ከ ኣማራፂ የብለይ ሓንቲ ምርጫ እያ ዘላትኒ ከምዚ ኣቦታትና ንበጊዕ ዓር ይብሉኺ ኪር ይብሉኺ እንተ ኣበኺ ዝብኢ ይበልዓኪ ዝበልዋ ኣነ ድማ ብጊደይ ርሓቐለይ ይብለካ እንተ ኣበኻ ትሕቲ መሬት የስፍረካ ኢሉ ለይቲ ምድሪ ፈኸረኡ ወዲኡ ትሕቲ ኮቦርታኡ ምስ ኣተወ እምነት ዳንኤል ድማ ድቃስ'ዩ ከሊእዎ ብመንፈስ ብሕልሚ ኣብ ልዕሊኡ ደው ኢሉ ከምዚ እንዳበለ'ዩ ኣናዊጽዎ ኣታ ሳሙኤል እዚ ኩሉ እምነተይስ ነዚ'ዩ ነይሩ ብፍጹም ኣይተጸበኹኻን ሕማቕ ሓሳብ ሓሲብካ እዚ ኩሉ ክፍኣትሲ ንዓይ ንዳንኤል ኣታ እንታይ ወሪድካ ዝበላዕካሉ ጻሕሊ ትሰብር ሳሙኤል ኣይተጸበኹኻን ብፍጹም ከምዚ ኣይገመትኩኻን ኢልዎ ካብ ቅድሚኡ ስውር በለሞ ሳሙኤል ካብ ደቂስዎ ዝነበረ ዓራት በሪሉ ተሲኡ ብስመኣብ ወንፈስ ቅዱስ ኡፍ ኢሉ ተመሊሱ ኮቦርታኡ ተሸፊኑ ደቀሰ። መሬት ወጒሑ ኩኩናይ ደርሆ ነቂዩ ኣዕዋፍ ሰማይ ድማ ከካብ ዝወርዶ ኣግራብ ካብን ናብን እንዳበላ ጫቕጫቕ ክብላ ጀመራ። ዳንኤል ተንሲኡ ካብ ዓራቱ ወሪዱ ሞባይል ኣልዒሉ ናብ ሳሚኤል ዓርኩ ደወለ። ሳቢኤል ድማ ከይደቀሰ ስለ ዝሓደረ ድቃስ ሰቒዱዎ ዳሊኤል እንዳ ደወለሉ ክሰምዓ ኣይከኣለን። ዳኒኤል ድማ ብዛዕባ ሳሚኤል ዓርኩ ራህዋ ኣፍቃሪቱ ብዙሕ ክፍኣት ቃላት ተዛሪባቱ ብምንባራ ዘከረ። እሞ ካልእ መዓልቲ ብዝኾነ ኣጋጣሚታት ብእዝኑ ከይሰምዐ ወይ ብዓይኑ ከይረኣየ ተጠራጢሩ ወይ ወሲኑ ኣይፈልጥን እዩ ነይሩ። ኣብታ ሰዓት እቲኣ ግን ሳሙኤል ዓርኩ ቴለፎን ከልዕሎ ዘይምኽኣሉ ከጠራጥሮ ጀመረ። ሳሙኤል ድማ ኣይደንጎየን፣ ካብ ድቃሱ ተባራቢሩ ሰዓት ክርኢ ሞባይል እንተልዓለ ሚስ ኮል ካብ ዳኒኤል ድማ ብዙሕ ጸንሖ፣ ስንብድ ኢሉ እውን ደወለሉ። ዳኒኤል ቴለፎኑ ኣብ ኢዱ ስለ ዝጸንሐት ትቕብል ኣቢሉ ሄሎ ሳሚ ከመይ ሓዲርካ ሰላም ድዩ ኢሉ ከመይ ከም ዝሓደረ ሓተቶ። ሳሙኤል ሰላም ይዳኒ ዓርከይ ከመይ ሓዲርካ ንስኻኸ ኣታ ይቕረታ ከኣ ብዙሕ ግዜ ደዊልካለይስ ዘይሰማዕክዋ ደቂሰ እንድየ ጸኒሐ በሎ እሞ ዳኒኤል እዋእ ሳሚ ናይ ብሓቂ ድኻ ደቂስካ ጸኒሕካ እዚ ኩሉ ደዊል ደዊለልካ ከተልዕለኒ ይጸናሕካ ኢሉ ኣትሪሩ ሓተቶ ሳሙኤል እወ ደቂሰ ጸኒሐ እንታይ ደኣ እንዳረኣኹዋ ስቕ ዝበልኩዋ መሲልካ ይዓሊካላ ዳኒ ዋእ እንታይ ኮንካ ደኣ ቦሎ ዳንኤል ተሃንዲዱ ክዛረብ ኣይደለየን ንሓደ ደቂቕ ዝኸውን ኣብ ሓሳብ ኣትዩ ንነብሱ ከምዚ ኢሉ ክዛረባ ጀሚሩ ነብሰይ ካብ ኣቐዲምኪ ዘረባ ምውርዋር ሰገጥ በሊ ምኽንያቱ ህውኽ ዝብኢ ቀርኒ ይነክስ ኮይኑ ከይኮነኒ ኢሉ ዘረባኡ ንውሽጡ ምልስ ኣቢሉ ከምዚ በሎ ኖ ኣይኮንኩን ብዙሕ ግዜ ምስ ደወልኩልካስ እንታይ ደኣዮ ኮይኑ ኢለ ተሻቒለ ዘረባኡ መዕጸዊ ገበረሉ ሳሚኤል ከም ሓደ ምስክን ተመሲሉ እዩ ዝምልሰሉ ነይሩ ኣይዋ ደሓን ዝዓርከይ መዓረይ እንታይ ደኣኻ ገዛ ዲኻ ዘለኻ ኢለ ሓተቶ ዳኒኤል፣ እወ ገዛ ኣለኹ፣ እሞ ኣብታ ኩሉ ግዜ ንራኸበላ ቦታ ንራኸብ ኢሉ ድማ ንኽራኸቡ ቆጸራ ቆጸሮ። ሳሙኤል ቅድሚ ምምላሱ ምስ ኖብዝ ክዘራረብ ጀመረ። እዋ እንታይ ደኣ ኮይኑ እዩ ንጉሆ ምድሪ ደው ኢሉ ንራኸብ ዝብለን ዘይኣመሉ ነጊራቶ ክትከውን ኣለዋ እዛ ቆልዓ። ኢሉ ሓሳቡ መሊሱ ድማ ነጊራቶ እንተትኸውን ከኣ ዘረባኡ ከም ቀደሙ እዩ ዘሎ ኢሉ ድሕሪ ምሕሳቡ ወረ በዓል ይፈልጥ ምፍላጥ ወዲኡ ከይተርፍ እዩ ኢሉ ሓጺር ውሳነ ወሰነ። ዳኒኤል መልሱ ደንጊዩዎ ሄሎው ሄሎው ሳሚ በሎ እሞ ሳሚኤል ኣብ ሕማቕ ሓሳባት ተዋፊሩ ከም ዘይጸንሐ ሄሎው ዳኒ ዓርከይ መስመር ሕማቕ ኣሎ በቃ በል ኣብኣ ንራኸብ በሎ ዳኒኤል ኮይስ በቃ ኣይትደንጉየኒ ኣብኡ ሓሊፈ ክጸንሐካ'የ ኢሉ ቴለፎኑ ምስ ዓጽዎ ብውሽጡ ክዛረብ ጀመረ ሎማዓንቲ እዚ ኩሉ ራህዊተይ ዝበለኒ ጫፍ ጫፍ ገይረ ክሓቶ ኣለኒ ኢሉ ናብ ቆጸሮኡ ተበገሰ ሳሚኤል ክዳውንቱ ቀያይሩ ቁርሱ ቆሪሱ ናብ ቆጸራ ዓርኩ ኩንትራት ታክሲ ገይሩ ኣብ ቆጸራ ድማ ደበኽ ኢሉ በጽሐ። ካብቲ ዝተቋጸርዎ ሰዓት ምድንጓይ ኣመና ስለ ዝተሰከፈ ድማ ድንን ድንን እንዳበለ ከምዚ ክብል ተዛረበ። እሂ ታዳ ንዓርከይ ከመይ ሓዲርካ ሰላም ድዩ ደንጉየካ ምሽ በሎ። ዳንኤል ደንጒኻ ጥራይ ብጣዕሚ ገሪምኒ ጸኒሑ። እምበር ደኸ ክመጽእ እዩ እንዳበልኩ እኳ እየ ጸኒሐ። ምስ መን ዲኻ ሓዲርካ? ሰብ ዶ ሓዲሩ እዩ ምሳኻ? በሎ ሳሙኤል ኣውሪድለይ ኣታ ዳኒ ዓርከይ። ማዕረ ክንድኡ ድየ ደንጉየ። ግን እንታይ ከም ዝኾንኩስ ትማሊ ሽው እየ ኣምስየ ደቂሰ። ኣብዚ ወጋሕታ ከኣ ክነግረካ ኣይክእልን እየ። ምቑእ ድቃስ ደቂሰ። ምጽጋብ ስኢነዮ። ደሓር ከኣ ኣብቲ ናይ ንግሆ ዘላ ድቃስ ኣይትምኖን እያ በጃኻ። ኢሉ ክፍኣቱ ከይተረድኦ ከውጽኦ ደለየ። ዳኒኤል ቅኑዕ ብምዃኑ ወላ ሓንቲ ክፍኣት ኣይሓስብን እዩ። ብግርህና'ዩ እውን ዝምልሰሉ ነይሩ። ንሳስ'ዋ ሓቅኻ! እንታይ ተረኺቦ ደኣ ኣማሲኻ ደቂስካ? ስራሕ ገለ'ዶ ጀሚርካ ኢኻ ንሕና ዘይንፈልጦ? ኢሉ ሕቶ ኣቕረበሉ። ሳሙኤል ብሕቶ ናይ ዳኒኤል ተገሪሙ ዝምልሰሉ'ዩ ጠፊኡዎ። ወታእታእ ድማ በለ። እህ ኣይጀመርኩን ንስኻ ዘይትፈልጦ ደኣ እንታይ ስርሑ ተዳኒ ዓርከይ ደሓር ከኣ ብለይቲ ዝስራሕ ስራሕ እሞ እንታይ ኣለልካዮ ኢኻ ኣብዛ ዓድና ኣይኮነን ብለይቲ ዝስራሕ ብቐትሪ ዝስራሕ ስራሕ ከማን ዘይረኸብና ብለይቲ ዝስራሕ ስራሕ ከኣ ኣበይ ክንረክብ በሎ ዳንኤል ኣሃ ሳሚ ዓርከይ ስራሕ ደኣ መሊኡ ኣሎ እንተደሊኻዮ ጥራይ ግን ናይ ለይቲ ዝስርሑ ስራሕ ክነግረካ? ኢሉ መልሲ ከይተጸበየ። ናይ ለይቲ ስራሕ ዘይሕጋውያን ስርቂ፣ ክፍኣተ ግብሪ፣ ሽፍትነት፣ ከምዚኦም ዝኣመሰሉ ስራሕ እዮም ብለይቲ ዝስርሑ። ናይ ቀትሪ ስራሕ ድማ ብድኻም ረሃጽ እንዳረሃጽካ ዝስርሑ ስራሕ፣ ድለላ፣ እዚኦም ከማን ኣለዉ። ርሑቕ ከይገድና ኣብዚ ዓድና እኮ ብጉልበትካ ሪህጽካ ትበልዓሉ ስራሕ እዩ ተሳኢኑ ዘሎ እምበር ካልእ ዓይነት ስራሕ ደኣ እንተደሊኻዮ መሊኡ ኣሎ ዝዓርከይ መዓረይ ንስኻ ግን ካብ ስራሕ ከይትሃድም ጥራይ በሎ ሳሙኤል ዝተቆጥዐ ክመስል እዋ ዳኒ እንታይ ዓይነት ዘረባ ኢኻ ትዛረብ ዘለኻ ወረ ናበይ ናበይ ገጽ እዩ እዚ ዘረባኻ ወላ ወላ እኳ እየ ምትሓዝ ስኢነሉ ኣበሃህላኻስ ኣነ ዘይፈልጦ ናይ ለይቲ ሽፍትነት ክፍኣተ ግብሪ ስርቂ ጀሚርካ ከይትኸውን ዲኻ ትብለኒ ዘለኻ ኢለ ሓተቶ እሞ ዳኒኤል ስንብድ ኢሉ ኖ ከምኡ ማለተይ ኣይኮነን ኣነስ እንታይ ስራሕ ኣሎ ስለ ዝበልካኒ ከረድኣካ ኢለ ከምኡ ኢለካ እምበር ሽፍትነት ወይ ስርቂ ጀሚርካ ኣይበልኩኻን ክብል መለሰሉ። ሳሚኤል ነቲ ባእሲ ክጥቀመላ ደልዩ ብላዕሊኡ እውን ክኾነሉ ጀሚሩ። ግደፎ እንዶ ሕጂ ስቕ ኢልካ ዘይመስል ዘረባ ከተምስል ኣይትፈትን። ዳኒኤል ኣነ ዓርከይ እንዲኻ ትመስለኒ ኔርካ ንስኻ ግን ወላ ሓንቲ ናይ ዓርኪ ነገር ዘይብልካ። ኩሉ ዘረባኻ ሰሚዐዮ የቐንየለይ ጥራይ ክብለካ ዝደሊ። ኢልዎ ኮፍ ኮፍ መበሊኡ ሓፍ ኢሉ ክኸይድ ምስ ተበገሰ። ዳኒኤል ዋእ ሳሚ እንታይ ትኸውን ኣለኻ ኩፍ እሞ በል ኣነ እኮ ከም ኣብነት የምጽኤልካ እምበር እዚ ዘረባ ማዕረ ክንዶ ከኣ ይሕርቐካ እዩ ኢለ ኣይሓሰብኩን ሕጂ ኮፍ እሞ በል ንረዳዳእ በሎ ሳሚኤል ብዘይ ንሱ ብኸመይ ይጅምሮ ኢሉ ተሃንጥዩ ስለ ዝነበረ ነታ ባእሲ ብዘይ ሓሳቡ ጽብቕቲ ዕድል ስለ ዝረኸባ መሊሱ ከግፍሓን ከጓሃራን እምበር ከዝሕላ ኣይደለየን ነይሩ። ከምዚ ክብል ጀመረ፣ እንታይ ሕጂ ኸኣ ሽፍትነት፣ ስርቂ፣ ክፍኣተ ግብሪ ሓሊፍካስ ሰብ ምቕታል ጀሚርካ ክትብለኒ ክጽበየካ? ዳንኤል ሕጂ ወላ ሓንቲ ዘረባ ክሰምዕ ኣይደልን እየ። ኢሉ ገዲፍዎ ንገዝኡ ተመርቀፈ። ዳንኤል ዘይተጸበዮ ኣብ መንጎኦም ከቢድ ኩነታት ብምፍጣሩ ንነብሱ ጽልእ ኣበላ። ከመይ ወደይ እዛ መልሓሰይስ ቁርጽ ዘይትብል? ኢሉ ድማ ንነብሱ ንቕፍ ኣበልዋ ገጹ ብሕርቃን ብሓንሳብ ትኪ መሰለ። ብድድ ኢሉ ተንሲኡ ንገዝኡ ምስ ተበገሰ ድማ ቴለፎን ኣብ ጅብኡ ኮይና ድምጺ ገበረት። ኢዱ ሰዲዱ ካብ ጀብኡ ኣውጺኡ ራህዋ ምዃና ርእያ ምልክት መቐበሊ ጸቒጡ ናብ እዝኑ ጸጊዑ ሄለው ራህዊተይ! በላ። ራህዋ፣ ሄለው ዳነይ ከመይ ሓዲርካ? ሰላም ድዩ? ኢላ ሰላምታ ምስ ኣመሓላለፈት፣ ዳኒኤል ዘረባ ኣውዩዎ ብትሑት ድምጺ ገይሩ፣ ሰላም እዩ ራህዊተይ፣ ደሓን ዲኺ ንስኺኸ? ኢላ ሓተታ። ራህዋ፣ ደሓን እየ ዝያዳይ፣ እንታይ ደኣ ድምጽኻ ትሒቶ ኣሎ፣ ደሓን ዲኻ ዳነይ? ደሓን ከም ዘየለ ነብሳ ነጊሩዋ ነይሩ። ዳሊኤን ራህዋ ክነግራ ኣይደለየን ክመኽንየላ ዩ ውን መሪጹ። ደሓንየ ራህዊተ ሳክት ሰዓል ገለያ ክትሕዘኒ ደልያ መስለኒ ኣበይ ደኣ ኣለኺኸ ንገዛ እባ ምምጸኒ ክዕለኪየ ኢሉ ቴለፎን ኣብ እዝና ዓጸዋ። ራህዋ ዳኒኤል ከም ቀደሙ ጽቡቕ ጌሩ ሰላምታ ከየጽገባ ሃንደበት ንገዛ ምጽኒ ብምባሉ ዘረባኣ ይቆራርጽ ብምንባሩን በቲ ሓደ ውን ድምጹ ማራ ብምትሓት ናይ ነገር ደሓን ኣይኮነን ኢላ ፍርሒ ተሰሚዕዋ ብድድ ኢላ ክትከይድ እውን ስራሕ ገዛ ትሰርሖ ዝነበረት ግዲፋ ናብ መደቀሲኣ ናይ ገዛ ክዳውንቲ ደርብያ ክዳና ቀያይራ ናብ ዳንኤል ተበገሰት። ኣዲኣ ወይዘሮ ዝናብ ኩነታት ራህዋ ጓላ ደስ ስለ ዘይበላ ቅርብ ኢላ ራህዋ ጓለይ ናበይ ደኣ ኣለኺ ሃንደበት ትወፂ ዘለኺ ደሓን ዲኺ? ኢላ ሓተተታ። ራህዋ ደሓን እየ ማመይ ዳኒ ይፅበየኒ ስለ ዘሎ እየ ብፅሕ ኢለ ክምለስ ኣይድንጉን እየ ማማ ኢላታያ ካብ ገዛኣ ወፂኣ ናብ ዳኒኤል ተበጊሳ ወይዘሮ ዝናብ ኣየ ራህዋ ጓለይ ምስ ዳኒኤል ተራኺብክስ ሻዕ ኢልኪ ክትምለሲ ዘይሕሰብ ኣነስ ሃንደበተይ ሸበድበድ ምባልኪ እዩ ኣሰንቢድኒ እዛ ጓለይ ኪዲ በሊ ፃዕዳ ፅናሕኺ ኣይተውዓሉ እኳ ኣይብለክን እንድየ ኣይተምስዩ ግን ብእዋኑ ገዛ ክእተዊ ኢላ ተፋነወታ ራህዋ። ሕራይ ሕራይ ማሙየ ኣየምስን እየ ቀልጢፈ ክመጽእ እየ። በለታ ወይዘሮ ዝናብ። እወ ራህዋ ጓለይ ሕራይ ትበል ክታማርያም። ስምዕኒ እዛ ጓለይ ብእዋንካ ገዛኻ ምእታው ዝመስሎ የብሉን ንጓል ኣንስተይቲ ከኣ ኣብ ዝወዓልካ ውዒልካ ብእዋንካ ገዛኻ ምእታው እየ ክብረታ። ራህዋ ጓለይ ኣይትሕመቒ ኢላያ ምዒዳ ሰዲዳታ። ራህዋ ናብ ዳኒኤል ክትከይድ ኢላ ኣብ ጽርግያ ጠጠው ኢላ ታክሲ እናተጸበየት ከላ ሳሚኤል በቲ ቅድሚኣ ዘወን እንዳበለ ናብኣ ገጹ ክመጽእ ምስ ረኣየቶ፣ ሳሚኤል ድማ ምስ ጠመተቶ ቀጥታ ኣብኣ እንከሎ ይርእይዋ ምስ ረኣያ ብውሽጡ'ዩ ክዛረብ ጀሚሩ። እውይ እዛ ቀዛብ ቆልዓ እንሃለት ኢሉ ክዛረብ ናብኣ ቅርብ ኢሉ ድማ ከምዚ ብድሕሪኣ እዛ ከዛብ እዛ ወያል እንዳበለ ክጸርፋን ከዋርዳን ኣራዊት ተመን ክነኽሳን ዘይጸንሐ ኣብ ቅድሚኣ ቅርብ ምስ በለ ግን ከም ሓደ ምስክን ለዋህ ርግቢት ተመሲሉ እዩ ክዛረባ ጀሚሩ። ከመይ ሓዲርኪ ራህዊት ሰላም ድዩ? ኢሉዩ እውን ዘረባኡ ጀሚርላ። ራህዋ ርእይ ምስ ኣበለቶዩ ቅጭ መጺእዋ። ኣይኮነን ምስኡ ጠጠው ኢላ ክትዛረብ ነዛ ክትሪኦያ ጸሊኣቶ ዝነበረት። ገጻ እስር ኣቢላ ድማ ኣምላኽ ንኽሕጎስ ሰላም እዩ እዝጋብሄር ይመስገን እንታይ ክሰምዓካ በለቶ ሳሚኤል ኦ ኣትርሃይ ዓይነይ ገጽ ቅባሞ ፍትሕ ኣብልዮ ኣፍቂረኪ እየ እኮ ዝብለኪ ዘለኹ በጃኺ ዘለኽዎ ርኢኺ ተረድእኒ ኢሉ ንዳንኤል ዓርኩ ብሓንሳብ ክሕድ ኣቢሉ ክምንጥሎ ተበገሰ ራህዋ ብቑጥዐ እያ መሊሳትሉ እዋእ ኣንታ ቁሩብ ከማን ሕፍር ክትብል ኣይትኽእልን ዲኻ? ሰይቲ ዓርክኻ ምዃነይ እሞ ፈሊጥካስ ናይ ብሓቂ ዲኻ ሕራየይ ክብለካ ትጽበ ዘለኻ? ብጣዕሚ ኢኻ ግን ተደንግጽ ኩሉ ዘረባኻ ሰሚዕኻዮ እንድየ ሕጂ ግን ካብ ቅድመይ ርሓቕ ርሓቐለይ ሕማቕ ከይተዛርበኒ በለቶ ሳሚኤል ብዘረባን ብድዐን ራህዋ ኣብ ህልኽ ይኣትዩ ኣይእለንየ ኣወንታዊ መልስኺ ከይሰማዕኹ ኣብዚኣ ምሳኺ ኣለኹ ኢሉ ምእላይ ኣበያ'ሞ፣ ራህዋ፣ እዋእ ኣይትእለን ኢኻ? ኢላ ተግንጭር ሓተተቶ። ሳሙኤል'ውን ካብኣ ኣይሰነፈን'ዩ፣ እወ ኢለን'የ፣ ኢሉ መለሰላ። ራህዋ ከም ምፍርራሕ ሓሲባቶ፣ ጽቡቕ፣ ከርእየካ'የ በል፣ ጉድካ እንዲኻ ክትቃልዓ ደሊኻ? ኢላ ቴለፎን ኣውጺኣ ናብ ዳኒኤል ደወለት'ሞ፣ ዳኒኤል፣

ሓንቲ ዓባይ ወርሒ ብዙሓት ከዋኽብቲ ፅረ ናይ ጸላም መብራት ናይ ለይቲ ሽፋን ዓይኒ ቐንጢጦም ዝውግዱን ጸልማት ወርሕን ከዋኽብትን ናይ ጠፈር ፍጡራት

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብቲ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ